ሰላም ታይ ኢና ንሰምዕ ኣለና። ታይ ቢንያም ታይ ጋባራይ ዋላ ረጊጻቶ መኪና ዋላ ዘይመውት ዋላ ጋሕ ዘይብል ኣብ ፍራንሳ ኣሎ ቆሪጽኩም ኣብጽሕሉ እዚ ዘረባይ ክሱም መኪሉካ በልዎ ወዲ ርግምቲ ኣነ ብዛዕባ ህዝበይ ብዛዕባ ሃገረይ ዝሓስብ ስፖርተኛ ዘድልየኒ ኣታ ደቂስኩም ኢኹም ኣለኹም ኣታ ሓደ ሓውና ፈዳይሕና ሒዙና መፂ ኣሎ ክንደይ ግዜ ደኣ ክንምንጠል መንጡል ደኣ

ኻልኦትን ኣብዚ መደብዚ ክንርኢና ሰናይ ምክትታል። ሰላም ሰላም ናዚ ዩቲብ ቻናል ዝተኸታተልቲ ሎማዓንቲ ብጣዕሚ ብሓድሽ መልክዕ እየ ተመይሰ መፀ ኒኹ ኣምኪኦ ኣለኹም ስቱድዮ ቀይረ ከችለ ኒኹ ቻናል ብጣዕሚ ዝዓቢ ኣሎ የቐነየ ለይክለኩም ይደሊ ሳብስክራይብ ለይገርኩም ሰባት ሳብስክራይብ ገሩ እታ ቪድዮ ድማ ላይክ ገይርኩም ጀምርዋ ንኸዳ ቪድዮና ኣምላኽ ኣቦይ ኩሉ መንገድታተይን ኣካይዳይን ኣተሓሳስባይን ተባላሽዩ ረዳ ኣምላኽ ኸሙ ርድእኒ ኣቦይ መዓረይ እቲ ቕኑዕ ዝበልካዮ መንገዲ ኣስተኻኺልካ ናብቲ ኣነ ዝደልዮን ዝምንዮን ዓይነት ዕላማ ኽተብጽሐኒ ይልምነካ ኣለኹ ንስኻ ረዳእን ፈቃርን ኣምላኽ ስለ ዝኾንካ ኣነ ዝሕዞን ዝሓስቦን ዝኸዶን ኣይፈልጥን እየ እሞ ጐይታይ መንገድኻ ኣቕንዐለይ መንገዲ ሰላም ድማ ውሰደኒ ንስኻ ኩሉ ትኽእል ኣምላኽ ስለ ዝኾንካ ኣነ ንኹሉ ክወፅእ ፍቲነ እሞ ብዘይ ፍቓድካ ዘይኮነ ከይኮኑ እሞ ጐይታይ ፍቓድካ ክትበኒ ይልምነካ ተመስገንካ ስለ ኩሉ ኣምላኽ ኣቦይ

ኣዘ ደሓና ቅድሚ ሰተ ጸሊእኸ ንዕናይ ጥራይ ገዛ ክትክፈኪ ኣብ ገዛውን ኣፍቂድካ እምበር ከም ደስ ዘለካ ኣይኮነን ደሓን ኣፍቂደ ጥፍጥፈ ግዳኒ ሽኮር ንዕናይ ጥራይ ዚራ መኸይ ጠፍጥፍካ ደይኮን
ከመይ ረኪብካዮም ሃበና ዓለም ንክሰብ እምበር ክሳራ ይብሉን ተስተውዒልካ ገንዘብ ኣብ ከባቢኻ እዩ ደሎ ወፃኢታት ከ ኣይብልካን እኮ ኢትካ ትሰድድ ገንዘብ ትቆልብ

ይስሉሰን ፈረቓ ዝወደይ ንሳኻ ተምሃር ተምሃር ክሓይሽ ኔሞ ነዚ ምልማ ነዚ ምልማ ነዚኦም ኣይጠቕምን ሓላይ ለማን
ኣስከ

ኣብዚ ሲ ሜሪ ሽኮር ተረዳኣያ ኣዝማሪኖ ጓልና ትብጻሕካ ኢሎሞ ከኣ ኣታ ድዩ ቢልኩም ደይ ትብሉለይ ድዩ ቢልኩም ሲ ዘይ ተስምዑለይ ኣፉ ኣፉ ኣፉ ኣፉ ዘይ ተትሕዙለይ ሎማዓንቲ ስከ ሰብኡት ሜሪ ሎማዓንቲ ስከ ሓደ ክልተ ሰብኡት ኢካ ስከ እሂን ምሂን ኣነ ኣነ ኣነ እኮ ሜሪ እስሐቅ ኮይነ ሽግረይ ሰ በቃ ሕማመይ ልደገ ከውጽእ ኣይክእልኔ በቃ ስቅ ኢለ እንዳሰሓቅኩ ዝነብር ሶ ስሜ ስሜ ኤርትራዊ ኣርሲኑ ኣርሲኑ ኣብ መርዓ ኣብ ሓዳር ከእትወካ ክእል ኣብ ሓዳርን መርዓን ምስ በጻሕካ ግን ኣለቅሓኒ ኢልካ ኣይለቅሓካን ሕጂ ንሕና እንታይ ንገብር ኣነ ኣነ ነግረክ ኣለኹ በዛ ኣጋጣሚ መልእኽተይ ከመሓላልፍ ኣነ ኣብ ቻይና ሓዳር ኣለኒ ግን ኣብዚ ኤሮጳ ይደሊ ኣለኹ ተወሳኺት በዚኣ ክትሓበረን ትኽእል ትሰብተላ ኣምሬዲ ሜሪ ስነ ስርዓት እንዶ ግበር ኣነ እኮ ከምኡ ክትብለኒ ከለካ ዩ ነው ሀርተይ ዲቫይድድ ትኾን ኣላ ሶ እዘን ከመይ ኢልካ ኢንግ- ኢ- ኢንግሊሽ ብሓቂ ተሐጉስኒ ኣለኺ እዚ ኢንግሊሽ መይ ፃፅፍዮ ዘለ ክነግረኪ ይክእል
ሜሪ ኣይትላገፅ እንዶ ብልቢ ሀርት ናተይ ተመኪነን ገለመለ እሐጒስክኒ ሜሪ በጃኻ እንዶ ሰብ እንዶ እቱ በጃኻ እንዶ ኣነ እኮ ከቢድኒ ወልዓ እ፣ ኖርማል ኮንክባ ተዛረቢ እቲ ዘለናዮ ሰዓት ስተረድእዮ ከባቢ ዓሰርተ ሓደን ፈረቃን እኮ እዩ ዘሎ በኣና
መጋርያ ጊርና ኸነዕል ኣንታ ሎሚ ሸክ መን እዩ መጋርያ ኣጒድላ ምስ እዩ ኣንቲ መጋርያ ገይሮም ኣጥበሱኹ ሰላም ዘይትብኒ መጋርያ ክትብሊ ኮትሚምክና
በስመ ኣብ ቀረብ በል ብፃይቲ ኣይትርሓቅ እባ ናብዚ ኢኸ ትቀርብና
ሜሮን ንዓኻ ከምዚ ክብል እኮ ረኣነ ብሓቂ ኣብዚ ተ- ተ- ከም- ኣይትርሓቅ እንዶ በጃኽ እንዶ ይትርሓቅ እንዶ እንቲ ቆልዓ ሜሮን ኣነ እኮ ኣይጠዓመንን ኣሎ ኣይጠዓመንን ኣሎ ብዚ ከፋት ኣሎ ኣንቲ ቆልዓ ብዘይ ንሱ ፀሓይ በርቂኽ እኳ ትመስሊ ዘረባ ፀሊእና እምበር ኣይትቅረብ እንዶ በጃኺ ተ- ኣይት- ኣይትቅ- ቅረብ እባ ኣይትርሓቂ
ተሳሌኪ ዶ ደይ ማዓረይ በፂሐ እዚ ወደይ ፅኑዕ ርገፅ ብርሃን ዝዓይነይ ኣሜን ኣደይ ማዓረይ
ኣብራሂሞ ፀጊብካ ዶ ፀጊብና ኪኖ ዝምሳሕ ኣሎ የለን
ናብኢኻ ትወስደና ሕጂ ነጓል ሻጥር ሳኳ ኩሕለያ ትብለን ንሳስ ኩሕለይቲ እንዲያ

ኣይተ ፍቅር ኢና ደሞ ክንጻለ ኮይና ጋሕ ዘይንብል። ኣባይካ ኣዝማሪኖ
እንተፍቀርኩስ ዓይኒ ብርከይ ዶ ክሕዘኒ ኢሉ ብራሂም ከምኡ ድዩ ዝገብር እዚ ፍቅሪ እንታይ ፈሊጠሉ ትፈልጣ እባ
ሓደ ወቅት ዶ ጓል ኦቶ ሰራሓ ዋዋይ በለትካ ንኣብነት ኤርትራዊ ዜጋ ኮይንካ ኣብ ኤርትራ ምንባር ንኤርትራውያን እቲ ዝሓሰመ ተሞክሮ እዩ። ኤርትራዊ ዜጋ እንተኾይንካ ኣብ ዘይውዳእ ሃገራዊ ኣገልግሎት ኢኻ ትነብር። ብነጻነት ክትነግድን ክትሓርስን ኣይትኽእልን፣ ብነጻነት ክትዛረብን ክተድምጽን ኣይትኽእልን፣ ብነጻነት ክትምህዝን ክትብልጽግን ኣይትኽእልን፣ መዓልታዊ ንጥፈታትካ ከኣ ኣብ ትሕቲ ፍጹም ቁጽጽር ናይቲ መንግስቲ እዩ። ካልእ ከኣ እቶም መራሕቲ ባህ እንተኢልዎም ኣዝዩ ውሑድ ጽልኢ ኮሊሶም ናብ ኲናት ከእትዉኻ ይኽእሉ። ዝኾነ በዓል ስልጣን ከኣ ብዘይ ዝኾነ እኹል ምኽንያት ክቕፍደካ ይኽእል እዩ። ምስ ኣሰረካ እውን ሕጋዊ ጠበቓኻ ሒዝካ ጉዳይካ ክትፈትሕ ኣይትኽእልን ኢኻ። ስለዚ ብኡ ቢልካ እውን ክትሓቅቕ ትኽእል ኢኻ። ኤርትራዊ ዜጋ እንተኾይንካ ብዘይ እኹል መግብን ጽሩይ ዝስተ ማይን፣ ብዘይ ኢንተርነትን መብራህትን ክትነብር ኢኻ ትኽእል። ኤርትራዊ ዜጋ እንተኾይንካ ብዘይ መጻኢ ክትነብር ኢኻ ትኽእል። ስለዚ እዚ ዜግነትዚሲ ካብ ናይ ኣሜሪካን ስዊድንን ዜግነት ብምንታይ ይበልጽ ኢኻ ትብለና ዘላ? ም።
ሆደያ ዘርኣይ ከመይ ኣርፊድካ? ካብ መዓስ ዳ ንዓይ ከምኡ ጌርኪ ትስሓቕለይ ሰይቲ ሰብኣይ ከይድፈሪ ዋ ኣቲ ሕምምቲ ዲኺ ሓቃ እንድያ እሞ ካብ መዓዝ ወዝ ዘርኣይ ትብልኒ ካብ ሎሚ ጅምሮ ካብቲ ሽምካ ሽም ናይ ኣቦኻ ምፅዋዕ ጥዕም ንዖም ምልዓል ሕሸኒ ትንሱእ ነናይ ብሓደ ንመሳዕ እንታይ ኮንኩ ኩሉ ካብ ዕግርግር ትደልዮ ኣነ ዘም ሰሓኒ ስኢነ ኢለኪ ክንደይ እኳ እዮም ንዓይ ንዓይ ዝብሉኒ ሌላ በይኒ ክትፍቀር እዩ ዝመስለኪ ምሽ ከሲት እንተዚኣ ፅልልቲ እያ
ከሲት ንዓሞ ና

ጸብሕን ጻሕልን ዘይትፈሊ ወዲ ዘርኣይ ዶ ሰይ ኣታ ከሲተይ ከምዚ ክትብል ከለኻስ ክትፍተወኒ ዋ ማለተይ ሲ ሽም ኣቦኻ ከተልዕል ከለኻ ንዓኻ ከዓ ከይመስለካ ክኸይድ ዶ
ምኻድ ደኣ ክትከይድ እንዲኻ ክሓተካ እንዶ እንታይ ሕራይ ጥንስን ዘይምጥናስንስ ምፍላይ ኣብካ ንበል ምድቃስን ዘይምድቃስን ከ ርድአካ ዶ ኣነ ዶ
ሓንቲ ቃል እሞ ስዕቢ ብኢደይ ክስሃለኪ እየ። ደሓር ርግእ ምስ በልካ ጽባሕ ወይ ድሕሪ ጽባሕ ዘይስዕበልካ መዓልቲ እኮ ይውዳእኒ። ኣማን ገብረይ ዝበሃል ኢሎምካ ተባኣሳይ እዩ ኢሎምካ ኣይትፅርኒ ኢልዋ ነታ ነታ ኣስመራ ሕጂ እወ ሰብ ስዋ ክሰቲ ክዘናጋዕ ደልዩ ከይድ ኢሎምካ ኣብቲ ኣባሻውል ምፅእ ኢሉ ጣዕ ቢሉ እንታ ዘበጦም በቃ በ- በዚ ቴስታን ጌርን ጌሩ ዘብጦም ኢሎምካ ሕጂ ኣንታ ዘርኦም ንዓንዲ ሰላም ሃበና ንዓባ ሰላም ክወርዳ እዛ ኣስመራ ንዓ በጀኻ ንዓ ኺዳኡ ኸትካ ንዓ ዘራ ይግበረልና ኢሎኒ እወ እንታይ ዝኾነ ይብሎም ከምዚ ዝበሃል እዚ እ፣ ኣም- ኣማን ገብረ ዝበሃል ኣሎ ንዓ ኸ- ንዑ ሕዘልና ኢሎኒ ሕራ ክድብቆ ከይደ ኣነ ትፈልጠኒ እንዲኻ ካነ ከብደይካ ጨው ኣይትብልንያ ከይደ ምፅእ ተበልኩ ኣብኡ እንዳ ስዋ ኣሎ ከመይ ዝኣብሰለ ኣብኡ ኮፍ ኢለ ሓውካ ትዕኒ ኢለ ሕጂ ከይሸክር ሓንቲ መለሊ ከየድ ሰቲ ኢለ ኮፍ ኢለ እዎ ትፅበየ እንዲኻ ደላ ወ ወዲ
ህሩግ ብልና መዓት ገበታ እንግዳዓዩ ኣይትፅሩየ መሬት ክንድኸላይ ሰብ ከሎ ድዩ ኮይኑ ድዩ
ዝርያ ድኣ ዝርያ እንድሕር ገይሩ ድኣ ዝርያ ኣለውን እንድዮም ንዓይ ከዓ ቦይኑ ድዩ ድመፀካ ዘሎ ሕጂ ብዚኣ ኩነታት እዚኣ ሓዊ ተፈጢራ ደ ቦይኑ እዩ ወ ቦይኑ እዩ ሕጂ ራስ ብራስ እወ ምፅእ ኣቐዲሙ እኳ ሓንቲ እኳ ኣጉሲጥኒ እዩ ምጉሳጥ ሓቂ ሓሽ ሓንቢለ ሽዑ ሰጠቃዕ ኣብዛ መሬት ብምሉእ ዝሰብ ሽዑ ግደፎ እታ ሰብ ኣይኮነን እዚ ግደፎ ሰብ ኣይኮነን ሰብ ኣይኮነን ተባሂሉ ሸ ግደፎ ኣማን ተሳዒረ በል ኢልዎ ተሳዒረ እየ በል ኢልዎ በቃ ሽዑ እ፣ ብራዘር በቃ ኣሚነልካ ስኻ ናይ ብሓቂ ሰብ ኣይኮንካን እዩ ንገርመካ እቲ ኣማን ገብረ ዝበሃል ገለ ንገብር ነርና ገሌለስ ሽዑ ኣብቲ ግራት ምስ ከና ኣብቲ ግራት ሲ እንታይ እሞ እቲ ቀሊጥካ ጨጭፍካ ዝብላዕ ቀጠልያ እሞ እንታይ

ወይና ደይ ንስና ክንመስል ንፍትን ወይና ደይ ንሕና ክንከውን ንፍትን ወይና ባህልና ክንድምስስ ንደሊ ዘለና ኣብ ዓዲ እንዳ ዛብእ እንዳኸድና ክንወስድ ተኾይንና ከማን ናይዞም ጸዓዱ ዝደለናዮ ናይ ጸዓዱ እኳ ደይወሰድና ኣብ ኣዲስ ኣበባ ኮይንኪ ሽግርኪ ትጽውዑልና ባህልኺ ክትርስዒ እንዴት ነሽ እንዴት ነሽ ክትብሊ ጥረ ስጋ ክትበልዕሲ ትጨጭፍካ ትብላዕ እንታይ ክትብሊ ኣይ ሰሙን ኣይ ሳልስቲ ኣነ ዝበልኪ ፅሪቲ ሓላዊት ኣባጊዕ ነበርኪ ኣንቲ ሓላዊት ኣባጊዕ
ምውላድ ዝኾነ ሰብ እዩ ዝኽእሎ ወላ ህበይ ትወልድ ዝኾነ ፍጡር ማለት እየ ህበይ ትወልድ ፍጡር ኩሉ ዝብኢ ወልድ ድሙ ትወልድ ኣድጊ ትወልድ ንሶም ግን ሓላፍነት ኣይሃቦምን ተፈጥሮ ሰብ ግን ብልኩዕ ሓላፍነት ስለተዋሃቦም ሓላፍነት ናይ ውላዱ ክሽክም ዘይክእል እንድሕር ኮይኑ ኣይሰዓረን ማለት ተሳዒሩ ማለት ሓላፍነት ናይ ብንእሽቱ ከሎ እንታይ የድልዮ ምሕበላ መፂ እንታይ ትዛረቦ ሰብ ምግቢ ምሽ ፈጣሪ ፈጠረካ ኣቦኻ እዩ ዝሰርሓካ ኣቦኻ ክፈጠረካ ኣይክእልን ኣቦኻ ዝሰርሓካ ማለት ከም ንዕኡ ዘድልዮ ከም ንዕኡ ከም ትኸብር ገይሩ ከዕበየካ እንተኮይኑ ብንእስነትካ ከለኻ ሓቂ የምህረካ የዕልለካ ከም ዓቢ ወላ ወዲ ዓሰርተ ዓመት ኩን ከምዚ ከምዚ ከምዚ ከምዚ እኮ እዩ እወ እንታይ ድዩ መሲሉካ እዚ ወደይ ኢልካሲ ተሰናዕቆ ብልካ ሕጅስ ኮንፊደንስ ይገብር ባህል ይመሃር ዲሲፕሊን ይመሃር ስነ ስርዓት ይመሃር ግን ሰው ኢልካ ጥራይ ቅጫ ሂብካ ባዕሉ ፈልጥ ተልካ ንሱ ከዓ ባዕልካ ትፈልጥ ብለካ
ኣቦነት ብሕጽር ብሕጽር ዝበልዎ
በቲ ዘዕበኻዮ እዩ ውላድካ ኣቦነት ካብ ባኒ ጥራይ ኣይኮነን ዘድልዮ ካልኣይካ ከም ምዃኑ ክረድኣካ ከም ዝኽእል ካብኡ ብዙሕ ነገር ከም ትጽበ ጌርካ እንድሕር ኣዛሪብካዮ ልክዕ ምስ ዓበኻ እውን ኣብቲ ሽግርካ ተኻፋላይ ይኸውን ዝብል እምነት ኣለኒ ማለት እዩ ሕጂ ከዓ እንታይ ዘረባ እንተበዝሐ ከዓ እንታይ ብልኹይ ዘረባ ውሑድን ርዱእን ክኸውን ኣለዎ። ተረረረረ ክንብል ውዒልና ክንዓፍር ውዒልና ውጽኢት ዘይብሉ ዘረባ ምዝራብ ዋጋ ስለ ዘይብሉ ኩሉ ሻዕ ወዲ ሰብ ዝዘረኦ እዩ ዝዓጽድ ማለት እየ። ግን ንውላድካ ምስራሕ ንዓኻ ዘድልየካ ኣሰራርሓ ጌርካ ስሩዕ ንዓኻ መስ መስል ንሱ ናይ ኣተሓሳስባ ናህካ ክእለት እዩ ባዕሉ ምስራሕ እዩ። ቁልዓ እንታይ ከም ዘድልዮ ኣብ ቅድሚኡ ጌጋ ክትገብር የብልካን እወ ንምሳለ ሲ ከምዚ ዘየድሊ ወልፍታት እንድሕር ኣሎ ርሒቕካ ትገብሮ ድሕር ኮንካ ካልኣይ ነገር ክተታልሎ ከዓ የብልካን ምክንያቱ ተስፋ ቆርፅ ሕጂ ንምሳለ ሲ እንድሕር ሓሊፍካ ደሞዝካ ዘይኣክል ኮሎ ስእነትን ርኽበትን ዘሎ እንዲ ኣነ መብዘበን እንድሕር ሓሊፍካ ሞቶ እየ ዝገዝኣልካ ሞቶ ይኮነንሰ ትብኡሲ መብዛሕቲ ግዜ

ትበልዕ ሰተ ዘደለኻ። ዲክታተርን ዓማጽን ከቃትለንን ገንዘብ ናይ ህዝቢ ጸብጻባ ይገብር ጉልበት ናይ ህዝቢ ንሳቶም ይስዕስዕሉ ይሽየምሉ ናይ መንእሰያት ደም ንሶም ዝጻወትሉ ተኾይኖም ሰባት ድመስረትዎ ቃልሲ ድጨውይዎ ተኾይኖም ሰበሰናይ እኮ ተዋሪዱ እኳ እዩ መን ደይ ደይተዋረደ መን እዩ ዘይተዋረደ መን እዩ ደይተጸርፈ መን እዩ ደይጸለመ ሕጂ ተቃላሳይ ስለ ዝኾነስ ተጸሚሙ ዘይከደ ኖ ክጽመም ኣይክእልኒ ምክንያቱ ንክብሩ እዩ ድቃለስ ሓደ ሰብ ነብሱ ኣኽቢሩ ንብጾቱ ኣኽቢሩ ተኸባቢሩ ይቃለስ ምሽ ሽዑ ንሃገር ከዓ ክብረት የምፅእ ንሃገር ሓርነት የምፅእ ኣነ ንዓኻ ተዘየኽቢረካ ንመሓሪ ተዘየኽቢረዮ ነዚ ንኩልኹም ኣብ ዘለኹም ተዘየኽቢረኩም ኣብ ቃልሲ ንዓይ ተኽብሩኒ ኣይተኽብሩንን ኢኹም ተኣኪብኩም እንዳቐንፀልኩምኒ እግርኽን እግረይን ኢደይን መሲልክ ምሳይ ኪዲ ኣይከይድኒ ኣነ ናትካ ባር ኣይኮንኩን ኣነ ግዴታ የብለይን ኣብ ዘለኹ ዓዲ ብሰላም ብናፅነት ክነብር ይኽእል እየ ስለዚ ኩሎም ናብ ህግደፍ ከይዶም ኣይትበል መበገሲኡ እንታይ እዩ ኣነ ግን ኣነ ዝምነዮ ነዚ ህዝቢ ዝሰምዓኒ ዘሎ ዝምነዮ ደው ኢልካ ክትሓስብ ኣለካ እንታይ እዩ ኣበላሽዎ ቃልስና እንታይ ስለ ዝኾነ ኣብዚ በፂሑ ዝቓልሲ እንታይ ጌርና ኸ ንዕርዮ ዳ ክትብል ኣለካ እምበር መዓት ጓሓፍ መዓት ዓሰስ ገሰስ ኣብ ውሽጢ ከሎ ኢሰያስ ኢሰያስ ኢሰያስ ኣወል ስዒድ ኢሰያስ ኣድብሊና ኢሰያስ እዚ ይጠቅም እዚ ወላ ሓንቲ ካይዕውትኒ መጀመርያ ደረጃ እዚ ኣብ ደገ ዘሎ ቃልሲ ማሕበራዊ ምትእምማን ፈሪሱ እዩ። ማሕበራዊ ምትእምማን እንተዘይብሉ ሓደ ህዝቢ ከኣ ኣይኮነን ክቃለስ ኣብ ሓንቲ መኣዲ ተቐሪቡ ክበልዕ ኣይክእልን እዩ። ራእዮም ኣብ ሳሕቲ ጻረፉ ዘለዉ ዓቕሞም እንታይ እያ? ማህጸንኪ፣ መሸኒኺ፣ ደቅኺ፣ ከምዚ ኢኺ፣ ከምዚ ኢኻ፣ ካልእ የለን። ካልእ ፖለቲካ ትዛረብ የብሎም። እዚኦም እዮም ኣፍርዮም። ነዚኦም እዮም ኣፍርዮም። እዚኦም ድማ እዮም እቶም ተቓለስቲ ኢና ዝብሉ ዘለዉ እዚኦም እዮም። ነዚኦም ሒዘ ኣነ ጽባሕ ታንክን ባንክን ሒዞም ነዚኦም ሒዘዮም ተኣትየሲ እንታይ ይገብሩኒ ንዓይን ንስድራይን ንዓሌተይን ጽቡቕ ገይረ እፈልጥ እየ። መጀመርያ ስነ ምግባር ዘይብሉ መንእሰይ ኣፍሪኻ ናይ ጉሩብ ደገፍቲ ልዳት ኣፍሪኻ ንዓ በዚ ደግፈኒ ኣነ ከምዚ ክብል እየሞ ንስኹም በዚ ኮንኩም ዓጎግ ኢልኩም ትከላኸሉለይ እዚ እንታይ ይበሃል ናይ ኣልቃዒዳ ውግእ ይኸውን ሽዑ ድሓር እንታይ ይኸውን ናይ ሩዋንዳ ኩናት ይኸውን ሽዑ ከከም ስዕ ከከም ዓቕምኻ ከከም ሓይልኻ ሽዑ ንሕድሕድካ ኛምኛም ኢልካ ትዋዳእ ማለት እዩ ሓደ ሰብ ክሳብ ዝተርፍ ትጻነት ካብዚ ኣነ ኢሰያስ ይሕሸኒ ካብዚ ሚእቲ ዓመት ብሕጂ ኢሰያስ ናይ ኢሰያስ መሪሕነት እመርጽ ኣነ ሚእቲ ዓመት ንዓይ ከኣ ኣብ ሰዓት እዚ ክነግረካ ንኣቦይ ነደይ ንሕዋተይ ነቶም ኣብ ድፋዕ ዘለዉ ውሕስነት ዝህቦም መንግስቲ ኤርትራ ኣነ ካብዚ ደንበ ፍትሒ ዘሎ ንላዕሊ መንግስቲ ኤርትራ ውሕስነት ከም ዝህቦም ሚእቲ ካብ ሚእቲ ተኣማሚነ እየ ምስኡ ደው ኢለ ዘሎ ንምንታይ ርእዮ ስለ ዝኾንኩ ንምንታይ ትፈልጥ ስለ ዝኾንካ ኣድም ዋት ሃፐን ቱ ሚ ኣብ ሓንቲ ውልቀ ሰብ ዘጋጠመ ኣብ ሙሉ ህዝቢ ኤርትራ ከም ዘጋጥም ከኣ ጽቡቅ ገይረ ስለ ዝፈልጥ ስለዚ ኣነ ከም ኣነ ሓንቲ ሰብ እየ መንግስቲ ይኮንኩን ግን እንታይ ትደሊ ተልካ ንኣነ እቲ ዘሎ መንግስቲ ክቅጽል እየ ደሊ ማሕበራዊ ለውጢ የድልየና እወ ኣስቤዛ ክሓስር ትደሊ እወ ቀረባት እወ ቀረባት የድልየና እዩ ነዚ ኩላትና ተሓጋጊዝና ንገብሮ ኢና እንተ መሪሕነት ናይ ሻዕብያ ግን ብናተይ ሸነኽ ክቅየር ኣይደልን እዩ ደሓን እንታይ ኣሎ መሲልኪ ኣርባዕተ ዓይነት ኣወዳት እዮም ዘለዉ እቲ ቀዳማይ ንእግረ መንገዱ ንፍቕሪ ንጓል እንዳሓተተ ዝኸይድ በቃ ምስኡ ሻሂ ስለ ሰይተ ጥራይ ንፍቕሪ ክሓታ ዘለዎ ኮይኑ ዝስምዖ በቃ ኣብ መንጎ ዕላል ንድሕር ጠፊኦ ንፍቕሪ ይሓታ በቃ ብዝረኸቦ ኣጋጣሚ ንጓል ዝሓትት ከምዚ ዓይነት ኣለዉ እዞም ቀዳማይ እቲ ካልኣይ ኣብ ጎኑ እንከላ ምስኡ ብዙሕ ግዜ እንዳተራኸበት ከላ ንፍቕሪ ዘይሓተታ ካልእ ወዲ ንፍቕሪ መፂኡ ምስ ክሓታ ምስ ጀመረ እሱ ሽዑ ተመሊሱ ንፍቕሪ ምሕታት ይጅምር ከምዚኦም ከ ኣሉ ቁፅሪ ክልተ ቁፅሪ ሰለስተ ኣፍቃሪኣ ድዩ መሓዝኣ ድዩ ሓዋ ድዩ ዘይርድኣካ ሕውስውስ ዝበለ ኮምፕሊኬትድ ዝኾነ ዓይነት ርክብ ዘለዎ ምስ ታጓል እንታይ እዩ ሽሙ ኣይትፈልጦን ኢኻ ኣብ መንጎኦም ዘሎ ርክብ ሕውስውስ ዝበለ ታጓል ኣይትፈልጦን እያ ሽሙ እሱ እውን ኣይፈልጦን እዩ ግን ከምኡ ዓይነት ኣወዳትካ ኣሎ ራብዓይ ኣብ ነብሱ ዝሰርሐ ወዲ እዚኦም ዓይነት ኣወዳት ከኣ ብዙሕ ግዜ ምስ ደቂ ኣንስትዮ ኣይትሪኦምን ኢኻ፣ እንተ ርኢኻዮም ብዝተፈላለየ ኣጋጣሚ ከኣ ርሕቐቶም ሓልዮም እዮም ዝቐርቡወን። እተን ኣዋልድ ግን ብጣዕሚ እዮም ምስኦም ክኾኑ ዝደልያ፣ ኣብ ነብሶም ስለ ዝሰርሑ፣ ብ ስምዒታቶም ስለ ዝሰርሑ፣ ኣተሓሳስብኦም፣ ሜንታሊቲ፣ ፊዚካሊ፣ ኢሞሽናሊ፣ ስፕሪቹዋሊ ኣብ ነብሶም ስለ ዝሰርሑ ብደቂ ኣንስትዮ ብጣዕሚ ተሃረፍቲ እዮም። እሶም ግን ዝደልዩዋ ጓል ይፈልጡ እዮም። እታ ዝደልዩዋ ምስ ረኸቡ ፒክ ገይሮማ እዮም ዝኸዱ ናብ ህይወቶም ዘእትዋ። እዚኦም ብጣዕሚ ተሃረፍቲ እዮም ብደቂ ኣንስትዮ፣ ብዙሕ ግዜ ግን ምስ ደቂ ኣንስትዮ ኣይትሪኦምን ኢኻ፣ ከምኡ ዋላ እንተ ደለይትን ክንሶም። ኣየኖት እዮም ተደጋጋሚ ኣብ ከባቢኹም ዘለዉ ወይ ደቂ ኣንስትዮ ኣየኖት እዮም ዝበዝሑ ዘጋጥመኹም ኣብ ሂወትኩም ኣብ ሂወትክን ኣብ ኮመንት ሴሽን ፀሓፋ ናብ ካልኦት ከዓ ሸር ግብሩ ሰባት መታን ከቐምጡ ኣይ ላቭ ዩ ኣል ፒስ ኤን ላቭ ዝኾነ ሓገዝ ናይ ቴራፒ ኦር ናይ ሄሌን ኣገልግሎት ተድልኹም ኣብ ኢንስታግራም ቮይስ መስ ሶሻል ሚዲያ ኣይ ኣም ፈመስ ፈመስ በቃ ኣነ ፈሚሰ ፍምስናይ ተጠቂመ ከዓኒ

ስለዚ ኣነ ግዜ ኣብ ሸሻል ሚድያ ክመጽእ ከለኹ ገንዘብ ክሰርሓሉ ኣለኒ ቀደም ዓሻታት ከለና ጎለ ሃገረይ ሃገረይ ገለ እንዳበልና ከለና ሃገረይ ገ ቴንክ ዩ ኤኤታይ መዓረይ ሃገረይ ሃገረይ እንዳበልና ከለና ሽዑ ዩቲብ ክንከፍል ነርና ገሊኹም ሰኣላ ጣቃቆማኽን ገለ ተርፈክን ካብ ላዕሊ ንታሕቲ ሓጠቕ ትብሉ ምሽ ሽዑ በቃ

ገለ ትገብራ ኣነ ግን ከምኡ ይኮንኩም በቃ ርሂፀ በልዕ ካብ ስራሕ ክዕርፍ ከለኹ ኣብዚ መፅ ሰጠጥ ኣብለኩም ኣብዚ መፅ ሰጠጥ ከብለኩም ከለኹ ግን ዊዝ ኣውት ማኒ ብኖርማ ኣነ እኮ ተዋሳኢት ገርኩም ክትወስድን ኣለኩም እኳ ሚኒስትሪ ተሕኪር ሚኒስትሪ ተጨለማመይ ዝፀንሐ ብስትረስ ተበዓዒጡ ዝፀንሐ በዝን ብዘን ሸቲቱ በቃ ከምዚ ኢሉ በቃ ዓቕሉ ፀይብዎ ዝፀንሐ

ንዓና ይበል ኣቦይ ወዲየ ኣብ ባንክ ክንደይ ገንዘብ ድዩ ዘለካ ሚእቲ ሽሕ ኣለኒ እንታይ ደኣ ኣላ እሞ ሓሙሽተ ሚእቲ ጥራይ ትበካ ከመይ ኢዳ ይሰበር ትኻለ ገንዘብካ ከናበይ ሰሪቃቶ እዝቦይሲ ባዕለይ እኮ ዝደለኹዎ ዓቂነ ዘውጽእ ንሳ ኣይኮነትን ትህበኒ ወረ እንታይ ኣሚንካ ኣኻ ገንዘብካ ኣብዚ ሓጺን ኣቐሚጥካዮ ንገዛ ትኸይድ ዘለኻ ወዲእኻ ዲኻ ዝሓወይ ክነውጽእ እወ ወዲየ ንዓውጽእ እዋ ኣንታ ዓሻ ኣብ ካልእ ኣውጽእ ዘይትብሎ ገንዘብካ ደይ ኮነን ኣብቲ ውሽጢ ተቐሚጡ ዘሎ ተወሰደልካኸ ኣንታ ኣቦይ ብምንታይ እሞ ክረዳእካ ወደይ
ከምዚ ትሪኦ ኣለኹም ደቂ ዓበይቲ ኣማኑኤል ሰለሙን ወይም ድማ ሞደሻ እናተባሃለ ዝፅዋዕ ወይም ድማ ሰብኣያ ንፌቨን ሳለ ዝኾነ ኣርቲስት ድሕሪ ናይ ሓደ ዓመት ማእሰርቲ ሎሚ ተፈትሑ እናተባሃለ እዩ ኩለና ፅቡቕ ትምኒት እናንግለፀሉ እንኳዕ ኣውፀእካ እናበልና ከምኡ እውን ዝተኣሰረሉ ምክንያት ብዙሕ ሰብ ከም ዝፅብፅቦ ዘሎ ብናይ ሃገራዊ ድሕንነት ምኻኑ እዩ ተፈሊጡ ዘሎ። ታይ ቢንያም ታይ ገባራይ ዋላ ረጊጻቶ መኪና ዋላ ዘይመውት ዋላ ጋሕ ዘይብል ኣብ ፍራንሳ ኣሎ ቆሪጽኩም ኣብጽሕሉ እዚ ዘረባይ ክሱም መኪሉካ በልዎ ወዲ ርግምቲ ኣነ ብዛዕባ ህዝበይን ብዛዕባ ሃገረይ ዝሓስብ ስፖርተኛ ዘድልየኒ ተጻወቲ ኩዕሾ እግሪ ኣብ ሜዳ ዝገብርዎ ነጸብራቓት ርኢኹሞ ብቀዳማይ ናይ ቱርኪ ምልክት ከምዚኣ ገይሩ ምልክት ናይታ ውድብ ናቱ እያ ነታ ውድብ ዝሕግዛ ናታ ምልክት ገይሩ ካብ ኩዕሾ ዓለም ተሰጒጉ ፔፕ ባይቢያ ኢሎሞ ኣቡ ትሪካ እንተልካኒ ሕጎስ ኣነ ሕጂ ኣቡ ትሪካ ዝተፃወታ ናይ ግብፂ ጎል ክእቱ ከሎ የውጣታ ከምችው ላኢላህ ኢላላ መሓመድ ረሱላ ዕዘቱ ሊልቃዛ ፅሑፍ ኣለዋ ፍለስጢን ፅሑፍ ኣለዋ ከምዚ ኢሉ የውፃ ንዓለም ኩላ የብፅሕ ኣሉ ሕጂ ኣብ ናይ ኣፍሪቃ ክፃወት ከሎ ዓለም ኩላ ትከታተሎ ዘላ ብቀጥታ ምስ ፍለስጢን ከም ዘሎ ነታ ሃገሩ ወኪሉ ከኣ ግብጺ ምስ ፍለስጢን ከም ዘላ'ዩ ዝሕብር ዘሎ። እዚ ረሳሕ እዚ በጃካ ጫማ ጌርኩም ባንዴራ ሂብኩሞ። ባንዴራ ትርገጽ ባንዴራ ብ ጫማ ጌርኩም ሂብኩሞ ደቂ ሸርሙጣ። ዳሕራይ መጺኹም ንዓና ባንዴራ ጸሪፍካልና ትብሉና። ባንዴራኹም ኣኽላባት ይኽደን ኣሎ። ባንዴራ ኢሰያስ ከሱም ሃይለ መለስ ኮይና ኣላ። ባንዴራኹም ኣብ ኣብ ጫማ ሰሪሕኩም ንቢንያም ሂብኩሞ። ትርገጽ ባንዴራ ከም ዘላትኩም ነጊርኩምና። ረሳሕ ባንዴራ ከም ዘላትኩም ነጊርኩምና። እምበር ንቢንያም ከሚቻ ትህቦ ሕራይ ጫማ ገይርኩም ኢልኩሞ ትርገጽ እንታይ ማለት እዩ ምልክ ትርጉም እኮ ኣለዎ ሽዑ ንሓደ ሓውና ባንዴራ ቃጺልካ ኢልኩም ህይወቱ ኣብ ላይፍ ወሲድዋ ብናትኩም ስትረስ ዝኣክል ደቂ ሸርሙጣ ብናትኩም ስትረስ ኣብ ቅድሚ ዓይንና እናረኣናዩ ተሓኒቑ መይቱ ኣቃጺሉ ኢልኩም እዚ ኸኣ ይረግጻ እዩ ዘሎ ዓለም ክሪኣ ከሎ እግሩ ባንዴራ እንታይ ትርጉም ሂባ ኩሉ ሰብ ክፈልጥ ኣለዎ ሲልኩም ኣብዚ ሕጂ ቢንያም ቢንያም ወላ ጎረቤቱ ኣብ ባሕሪ ዝሞተ ኣለዎ እንታይ ቢንያም ንዓና እንታይ ገባሪና ኮይኑ ቢንያም መጀመርታ ጸወታ ፍለጥዎ ንኤረትራ ወኪሉ እንተዝኸውን ካልእ ነገር እዩ ኦኬ ምባልና እዚ ግን ንደቂ ጋንትኡን ነታ ጋንትኡን ወኪሉ እዩ ዝጻወት ዘሎ ብዓብኡ ከዓ ንገንዘቡ ማኒ ማኒ
እሺ ተኸታተልተይ ናይ ሎምዓንቲ መደባትና እዚኤን ይመስላ ነይረን ዝኾነ ይኹን ዓይነት ኮመንት ሃሊኩም ኮመንት ግበሩ ካብ ፅልኢ ወፃኢ ከምኡ እውን ላይክ ምግባርኩም ኣይትረስዑ ደቂ ዓበይቲ ብጣዕሚ ክፈትኩም ኣብዚ ቦታ እዚ ቻናል እዚ ኣብ ስለዘብፃሕኩሞ ብጣዕሚ ዘኽብረኩም ደቂ ዓበይቲ ፒስ ኣውት